ሰላም ሰላም ክቡራት ተኸታተልቲ መደብና ከመይ ትኾኑ እምበኣርከስ ንሎማዓንቲ ሒዘልኩም ቀሪበ ዘለኹ መደብ ኣብ ህይወት ንክትዕወት ዘድልዩኻ ሓሙሽተ ነገራት እዮም ሰናይ ምክትታል እቲ ከም ቀዳማይ ገይረ ኣቕሪበዮ ዘለኹ ዕላማ እዩ ናብ ዓወት ንክትበፅሕ ካብ ዘድልዩኻ እቲ ከም ቀዳማይ ተጠቂሱ ዘሎ ንፁር ዕላማ ምህላው እዩ ዕላማኻ ምንጻር ኣብ ህይወት ኮነ ኣብ ዓወት ንምብጻሕ በይኑ እኳ እኹል እንተዘይኮነ ነገር ግን መጀመርያ ክትገብሮ ዘለካ ኣገዳስን ወሳኒ ነገር እዩ ዕላማ ናብ ዓወት ክትበጽሕ ከም ኮምፓስ እዩ ወይ ድማ ከምዚ ኣብ ዘበና ኣብዚ ሕጂ ዘለና ጂፒኤስ ንብሎ ከምዚ ናብ ሓደ ቦታ ንክትከይድ ንጹር ዝኾነ ኣድራሻ መሰእተና ቤን ከም ንኸይድ ንዝሕብረና ንጹር ዕላማ ምስ ዝህልወና ድማ ናብ ዓወት ንኽትበጽሕ መገዲ ዝኸፍተልካ እስኪ ነፍስኻ ሕተት ንጹር ዝኾነ ዕላማ ሳለካ ዶ ዕላማኻ ኸ ብርግጽ ኣሚንካሉ ዲኻ ወይስ ሰባት ክሕጎስልካ ክንእዱኻ ኢልካ ዝገበርካዮ ሶሪ ንሰባት ኢልካ ወይ ድማ ብሰባት ተደፊእኻ ዝዓለምካዮ እንተኾይኑ እንተቋረፅካዮ እዩ ዝምረፅ ምክንያቱ እዚ ናብ ዓወት ዘብፅሕ ኣይኮነን ናብ ዓወት ክትበፅሕ ብርግፅ ዝኣመንካሉ ንፁር ዕላማ ይሃልኻ ካብኡ ኣነፂርካ ኣብ ወረቐት ኣስፍሮ እዚ መጀመርያ ናይ ዓወት ክኾነልካ ክእል እዩ እቲ ካልኣይ ተግባር ወይ ድማ ኣክሽን እዩ መቸም ኩሉና ኣብ መዓልቲ ክንደይ ሓሳባት ኢና ነደይብን ነውርድን እንተኾነ ግን ገሌና ሓንቲ ለይቲ ምስ ሓደረ ብኡ ንብኡ ካብ ሓንጎልና ይበንን ገሌና ድማ ንነዊሕ ግዜ ክንሓስብ ንጸንሕ እሞ እንተኾነ ግን ውሽጥና ብዝፈርሖ ብዝፈጠሮ ፍርሕን ሽብርን ክላእ እዚ ደኣ ዘይከውን ነገር እዩ ወይ ድማ ኦ እዚ ኣዝዩ ከቢድን ኣሸጋሪን እዩ ብምባል ቀልጢፍና ተስፋ ንቆርፅ ብኡ ንብኡ ድማ ሓሳብና ኣብ ተግባር ከይወረደ ውሽጥና ብዝፈጠሮ ፍርሕን ሽብርን ተስፋ ቆሪፅና ሓሳብና ከይተወልደ ኣብ ውሽጥና ይመውት ገሌና ድማ ብዙሕ ሓሳብ ንሓስብ እሞ ውሽጥና ድማ በቲ ብዙሕ ኣውፂናን ኣውሪድናን እዩ ዘምፃናዮ ሓሳብ ኣዝዩ ሓጎስን ደስታን ይስምዓና እንተኾነ ግን ተግባር እንተረኣኻ ዜሮ እዞም ክንዕዘቦም ዝፀናሕና ብምልኦም መጀመርያ ናይ ዓወት እኳ እንተኾኑ ግና በይኖም ናብ ዓወት ከብፅሑና ኣይክእሉን እዮም ስለዚ ናብ ዓወት ክትበጽሕ እንተ ደሊኻ፣ እቲ ዝሓሰብካዮ ብሉጽ ኢልካ ዝኣመንካሉን ቀልጢፍካ ናብ ተግባር ቀይሮ። እዚ ቀሊል ከይከውን ይኽእል እዩ። ኣብ ጉዕዞ እውን ብዙሕ ከቢድን ፈተናታትን ከጋጥመካ ይኽእል እዩ። እንተኾነ ግን ምምካቱ እዩ። ምክንያቱ ኣብ ህይወት እቲ ቀሊል ነገር ዝገብር ከቢድ ናብራ እዩ ዝነብር። እቶም ከቢድ ነገር ዝገብሩ ድማ እዮም ቀሊል ናብራ ዝነብሩ። ኣራይ እስኪ ናብ ሳልሳይ ንስገር። ሳልሳይ ግዜኻ ብግቡእ ተጠቀመሉ ዝብል እዩ። ግዜ ኣብ ህይወት ብፍላይ ከዓ ኣብ ዓወት ንክትበፅሕ ኣዝዩ ወሳኒ እዩ። እስኪ ነብስና ንሕተት፣ ግዜኻ ኣበይካ ተጥፍኦ? ብግቡእ ከትጥቀመሉ ዶ ኣብ ዓወት ክትበጽሕ ግዜ ወሳኒ እዩ ንኣብነት ግዜኻ ኣብ ፊልም ምርኣይ ሙዚቃ ምስማዕ ኩዕሶ ምፅዋት ኮነ ምርኣይ ወይ እውን ምስ ኣዕሩኽትኻ ኣብ ሰሓቕን ወኻዕኻዕን ብብዝሒ ተሕልፎ እንተኾንካ ፍጹም ናብ ዓወት ክትበጽሕ ኣይትኽእልን ኢኻ እዚ ማለት ግን ምዝንጋዕ ኣየድልኒ ማለት ኣይኮነን እንተኾነ ግን ግዜኻ ብግቡእ ከፋፊልካ ተጠቀመሉ። ምክንያቱ ኣብ መንጎ ዕውታት ሰባትን ዘይዕውታትን ዘሎ ፍልልይ ሓደ ኣጠቃቅማ ግዜ እዩ። እቶም ዕውታት ግዜኦም ደቂቅን ካልኢትን እንኳ ከይተረፈ ብግቡእ ክጥቀምሉ ከለዉ እቶም ዘይዕውታት ሰባት ግን ክላእ እንታይ ደይ ጽባሕ ከርክበሉ እዮም ዝብሉ። ከምኡ እናበሉ ድማ ግዜኦም ብኸንቱ ይቐትሉ። ፈጣሪ ነፍሲ ወከፍና ብዘይ ኣድልዎ ማዕረ ኣብ መዓልቲ ናይ 24 ሰዓት ቸክ ይበና እቶም ዕውታት ሰባት ብግቡእ ተጠቂሞም ዕፅፊ ዕፅፍፃፍ ክገብርዎ ከለዉ እቶም ዘይዕውታት ሰባት ድማ ፅባሕ ኣለና እናበሉ ብኸንቱ የጥፍዎ ደሓር ተመሊሶም ድማ ንፈጣሪ የማርዎ ማለት እዩ ስለዚ ዝዓርከይ ክትዕወት እንተደሊኻ ካብዛ ነዛ ቪድዮ እዚኣ ትዕዘበላ ዘለኻ ጀሚርካ ኣጠቓቕማ ግዜኻ ኣመሓይሽ እስኪ ነዚ ሕግዘካ ዝኽእል ሓንቲ ካብ ናይ ኣፕል መስራቲ ዝኾነ ስቴቨን ጆብ

እቲ ካብተን ደስ ትብለኒ ኣብ ሕብረተሰብና ድማ ተደጋጊማ ትስማዕ ብሂል እያ መብዛሕትና ኣብ ህይወት ነቶም ዕውታት ሰባት ክንርኢ ከለና ጥር ኢልና ናብቲ ንሶም ዘለዎ ደረጃ ክንበፅሕ ጥራይና ንምነ እዞም ዕውታት ንብሎም ዘለና ሰባት ግን ናብ ዓወት ክበጽሑ ብርቱዕ ጻዕርን ብዙሕ ውረድ ደይብን ከበድቲ ፈተናታትን ስኖም ነኺሶም እዮም ዝሓልፉ ነዚ ዘጋጥሞም ሽግራት ስኖም ነኺሶም ብምብዳህ ድማ እዮም ናብ ዝናብ ዓወት ንብሎ ደልና ዝበጽሑ ንኣብነት እስኪ ተፃወቲ ኩዕሾ ግን ንርአ ዋንጫ ኣብ ዝወስድሉ እዋን ኣዝዮም ክሕጎሱን ካብኡ ሓሊፎም እውን ክነብዑን ንዕዘብ ምናልባት እዚ ንዓና ስምዒት ዘይክፈጥረልና ይኽእል እዩ ግን እዞም ተፃወትቲ ናብ ዓወት ንኽበጽሑ ለይትን መዓልትን ንኣዝዩ ብዙሕ ዓመታት ኣድካምን ዝኾነ ልምምዳት እዮም ናብዛ ዓወት እዚ ዘብጽሖም። እስኪ ነዚ ክትሕግዝ ትኽእል ሓንቲ ጥቕሲ ወስ ክብለኩም Without hard working nothing grows except weeds እዚ ማለት ድማ ብዘይ ከቢድ ጻዕሪ ዝዓቢ ነገር የለን እንተሃልዩ እውን ፀሓይ ጥራይ እዩ ንምባል እዩ ህፃናት ቆልዑት ነዚ መረጋገፂ እዮም ንኣብነት ሓደ ህፃን ቆልዓ ክተዕብዮ ከለኻ ስነ ስርዓት ዘለዎን ፅቡቕ ልምድታትን ንኸጥሪ ኣዝዩ ከቢድ ፃዕሪ እዩ ዝሓተካ ተጻራፊን ሕማቕ ባህሪ ልምድን ንኸዕቢ ግን ንስኻ ኣብ ጥቕኡ ዘይምህላው ጥራይ እኹል እዩ ስለዚ ክትዕወት ተደሊኻ ኣብ ትሰርሖ ስንኻ ምንካስ ከድልየካ እዩ ሓምሻይ ሓምሻይ ውድቀት ወይ ድማ ምግጋይ ኣይትፍራሕ ዝብል እዩ ህይወት ብብዙሕ ፈተናትን ጌጋታትን ዝተመልአት እያ ኣብዛ ንነብረላ ዓለም እናነበርካ ውድቀት ወይ ጌጋ ምፍራህ ካልእ ዓለም ምድላይ ይሕሸካ ምክንያቱ እዛ ንነብረልና ዘለና ዓለም ብጌጋታትን ፈተናታትን ዝተመልአት እያ ብፍላይ ድማ ክትዕወት ምድላይን ውድቀት ምፍራሕን ክልተ ዘይራኸቡ ጫፋት እዮም ምክንያቱ ናብ ዓወት ዝበጽሑ ሰባት ናብ ዓወት ቅድሚ ምብጽሖም ብዙሕ ውድቀትን ጌጋታትን እዮም ዝፍጽሙ። እቲ ዘገደስ ግን ምውዳቕ ኣይኮነን፣ ቀልጢፍካ ካብቲ ዝወደቕካዮ ብኸመይ ትትስ እዩ። ሕጂ እውን ሓንቲ ጥቕሲ ክበኩም Failing in the ground is an accident, but stay in the ground is a choice እዚ ማለት ምውዳቕ ሓደጋ እዩ ኣብቲ ዝወደቕካሉ ጠንቀላዕላዕ ምባል ግን ምርጫኻ እዩ ንምባል ተጠቀሙሉ እዩ ጻዕዱ ክትዕወት እንተደሊኻ ግን ጠንቀላዕላዕ ምባል ዘይኮነስ ተሲእኻ ንቕድመኻ ምስጓም እዩ ዘዋጻእካ ምክንያቱ እቶም ኣብ ዓው ኣብ ህይወት ዕውታት ሰባት ውድቀቶም ኮነ ጌጋታቶም ስኖም ነኺሶም ብምስጋር እዮም ክሳብ ናብ ዓወት ዝበፅሑ ዝቃለሱ ንኣብነት ናይ ኤሌክትሪክ ኮነ ናይ ላምፕ መሃዚ ዝኾነ ቶማስ ኤዲሰን እንተርኢና ኤሌክትሪክ ንክፈጥር 9999 ግዜ ከም ተጋገየ እዩ ዝሕበር እዚ ማለት ኣብ መበል 10 ሽሕ እዩ ንኤሌክትሪክ ረኺብዎ ስለዚ መቸም ቶማስ ኤዲሰን ንኹላህና ዓቢ መምህር ይኸውን ኢለ ዝሓስብ